ሰላም ከመይ ተጻንሖ ክቡራት ተኸታተልትና ዘቦይተና ሚድያ እየነ ዘሰዓ ዝሓረናዮም ሓደሽቲ ዜናታት ሒዝና መፅና ኣለና እዋናዊ ዝኾኑ ዜናታትና ብእዋና ንኸበፅሐኩም ሓደሽቲ ዝኾንኩም ሳብስክራይብ ምግባር ኣይትረስዑ ሼር ላይክ ብምግባር እውን ክተተባብዕና ብኽብሪ ንዕድም ምዕራብ ትግራይ ስጉምቲ ከምዝተጀመረ ተሓቢሮም ወዲ ወረዳ ኣብ ትሕቲ ቁፅፅር ከምዝወዓለ ተገሊፆም ካብኒ ትግራይ ስርሖ ከምዝጀመረን ዶክተር ደብረፅዮን እውን ደጀን ቢሮ ከምዝተረከበን ዝገልፅ ዜና ዋና መተሓባበሪ ብልፅግና ኣብ መቐለ ኣብ ትሕቲ ቁፅፅር ከም ዝወዓለ ተፈሊጡ ብልፅግና ኣብ ልዕሊ ትግራይ ኩናት ከም ዝኣወጀ ተሓቢሩ ርክብ ኣሜሪካን ኢትዮጵያን ብዝምልከት ዝወፀ ትኩስ ሓበሬታ፣ መጥቃዕቲ ኣሜሪካን ኲናት ማእኸላይ ምብራቕን ዝምልከት ዝወፀ ሰበር ዜና፣ ሓይሊ ፀረ ድሮን ትግራይ ስጉምቲ ምጅማሩ፣ ክቡራትን ክቡራትናን ናይዚኦምን ናይ ካልኦትን ብርክት ዝበሉ ምዕባለታትን ክነካፍለኩም ኢና፣ ክትከታተሉና ብኽብሪ ንዕድመኩም። ካብ ፍልፍላትና ዝተረኸበ ሓበሬታ ከም ዝሕብሮ ህወሓት ኣብ ልዕሊ ልኡኻት ብልፅግና ጠንካራ ስጉምቲ ትወስድ ከም ዘላ ተሓቢሩ። ብልፅግና ናብ ትግራይ ዝለኣኽ ዝነበረ ገንዘብ ከቋረፅ ብምግባር ብምሽጠር ቢልዮናት ብር እናበተነት ላዕለዎት ኣመራርሓ ትግራይ እንተይቀረየ ኣብ ጎኑ ክስለፉ ገይርዎም ከም ዝፀንሐ ዝፍለጥ እንትኸውን ሕጂ ትግራይ ክትድሕን ስለ ዘለዋ ብዘይ ኣፈላላይ ስጉምቲ እናተወሰደሎም ከም ዝርከብ ሕጂ ዝተረኸበ ትኩስ ሓበሬታ የረድእ። ወዲ ወረደን ተወልደ ዕንበባን ናይ ገዛ እስረኛታት ከም ዝኾኑ ዝገለጹ ፍልፍላትና፣ ትግራይ ኣብ መኸተ ስለ ዘላ ዝኾነ ይኹን ሓላፊ ዝተውሃቦ ትእዛዝ ንክቕበልዎን መምርሒ ከም ዝተውሃቦን ኣብ ልዕሊ ተለኣኽቲ ብልጽግና ስጉምቲ ንክቕጽልዎን ትእዛዝ ከም ዝተውሃበ ካብ ወተሃደራዊ ፍልፍላትና ዝተረኸበ ሓበሬታ የረድእ። ህወሓት ንጀነራል ወዲ ወረደ ሰላማዊ ናይ ስልጣን ርክክብ ከም ዝተፈፀመ ዝገልፅ መግለፂ ንኸወፅእ ትእዛዝ ዝሃበቶ እንትኸውን ጀነራል ወዲ ወረደ ግን ፍቓደኛ ከም ዘይኮነን ኣብ ዝተመደበሉ ገዛ ፅኑዕ ቁፅፅር እናተገበረሉ ክፀን ትእዛዝ ብዝተውሃበ መሰረት ካብቲ ዘለዎ ገዛ ናብ ዝኾነ ይኹን ክንቀሳቐስ ከም ዘይፍቀደሉን ዝተረኸበ ሓበሬታ የረድእ። ጀነራል ወዲ ወረደ ካብ ደጀን ቢሮ ተገዲዶ ክወፅእ ከምዝተገበረን ኣብዚ ሕጂ እዋን ሓድሽ ፕሬዚዳንት ትግራይ ዶክተር ደብረፅዮን ስርሑ ከምዝጀመረሉን ተፈሊጡ። ፍልፍላት ከምዝሓበርዎ ሓድሽ ፕሬዚዳንት ትግራይ ዶክተር ደብረፅዮን 30 ሚያዝያ 2018 ዓ.ም ኣብ ደጀን ቢሮ ፈለማይ ኣኼባ ከምዘካየደ ተሓቢሩ። ካብኔ ትግራይ ኣብ ህልዊ ኩነታት ትግራይ ዘተ ከምዘካይድን ኣንፈታት ከምዘቐምጥን ዝተረኸበ ሓበሬታ የረድእ። እዚ ከምዚ ኢለ እናሃለወ ኣብ ትግራይ ዘሎ መሓውር ብልፅግና ሕጂ እውን ንትግራይ ከቢድ ስግኣት ኮይኑ ከምዝቐፀለ ተፈሊጡ ኣሎ። ኣብ ትግራይ ህፁፅ ናይ መኸተ ኣዋጅ ምስ ተኣወጀ ኣብ ልዕሊ ተለኣኽቲ ብልፅግና ብሰፊሑ ስጉምቲ ስለዝወሰደ ትግራይ ኣብ ሓፂር ግዜ ካብ መሓውር ብልፅግና ነፃ እትኾነሉ ኩነታት ከምዚ ፍጣር ዝገለጾ ፍልፍላትና ሕጀገን ስጉምቲ ንምውሳድ ሕጋዊ መስርሕ ተኸቲልካ ዝግበር ስለዝኾነ ግዜ ከምዝወሰደን በቲ ዝተደለየ ፍጥነት ምግስጋስ ከምዘይተኽኣለን ገሊጸም ኣለዉ። እዚ ከምዚ'ለ እናሃለወ ሕጂ ዝተረኸበ ሰበር ዜና ከምዝሕብሮ ካብቶም ዋና ተላእኽቲ ብልጽግና ሓደ ከምዝኾነን ጉጅለታት ዘተሓባበር ዝነበረን ዝተነገረሉ ሻምበል ገብረ ኣብ ትሕቲ ቁጽጽር ከምዝወዓለ ተሓቢሩ። እዚ ከምዚ ኢለን እናሃለዋ ስምምዕነት ኣሜሪካን ኤርትራን ዝምልከት ሓድሽ ሓበሬታ ከም ዝወፀ ተፈሊጡ። ዓበይቲ ማዕኸናት ዜና ኤርትራን ኣሜሪካን ኣብ ስምምዕነት ንምብፃሕ ስራሕቲ ይሰርሖ ከም ዘለዉ ተሓቢሩ። ኣሜሪካ ኣብ መስመር ቀይሕ ባሕሪ ዘለዋ ልዕልና ንምርግጋጽን ኢራን ኣብ ልዕሊ መጻብቦ ሆርሙዝ እትፍጽሞ ዘላ ክልከላ ኣብ መስመር ቀይሕ ባሕሪ እውን ከይፍጸም ንምቁጽጻርን ኤርትራ ተመራጺት ከም ዝገበረታ እንዳተጸብጸበ ይርከብ። ኣሜሪካ እዚ ስጉምቲ ክትወስድ እትሓስብ ዘላ ኢራን ከም እኒ ሑተን ካልኦት ኣብ ቀርኒ ኣፍሪካ ዝርከቡ ሓይልታትን ብምድጋፍ ኔትወርክ ኣብ ምዝርጋሕ ስለ እትርከብ ነዚ ንምቁፅፃር ድማ ኣሜሪካ ኣብ ኤርትራ ወተሃደራዊ መዓስከራት ብምህናፅ ቀጠና መስመር ቀይሕ ባሕሪ ክትቆፃፀሮ ከም እትደሊ እንዳተገለፀ ይርከብ። ድሌታት ኣሜሪካ ኣብ ኤርትራ ወተሃደራዊ መዓስከር ምህናጽ ጥራሕ እንተይኮነስ ኤርትራ ምስ ሱዳን ይኾን ምስ ካልኦት ሓይልታት እትገብሮ ምትሕብባር ጠጠው ክተብል ዝሓትት እውን ከም ዝኾነ እዩ ዝግለጽ ዘሎ። ኣብ ስምምዕነት እንተተበጺሑ ኤርትራ ብወገና ኣብ ልዕሊኣ ተቐሚጡ ዘሎ ማዕቐብ ካብ ምልዓል ብተወሳኺ ናይ ገንዘብ ድጋፍ ከም እትረክብ ዝሓበረ ፍልፍላት ናይ ሰብኣዊ መብት ሓለቕቲ ግን ስጉምቲ ኣሜሪካ እናተቓወምዎ ከም ዝርከቡ ተፈሊጡ ኣሎ። ብፍላይ ድማ ስርዓት ህግደፍ ንምእላይ ምስ ብልጽግና ዝሰርሑ ዘለዉ ተቓወምቲ ውድባት ኤርትራ እውን ኣብ መንጎ ኣሜሪካን ኤርትራን ስምምዕነት ንኸይበጽሕ ዝክኣልዎ ይሰርሑ ከም ዘለዉ ዝተረኸበ ሓበሬታ የረድእ። ምኽንያቱ ድማ ዓላማ ተቓወምቲ ውድባት ኤርትራ ስርዓት ህግደፍ ብምእላይ ኣብ ኤርትራ ሓድሽ ስርዓት ምምስራት ስለ ዝኾነ ስርዓት ህግደፍ ንምእላይ ምስ ዝተሓባበሩ ኩሎም ሓይልታት ከም ዝሰርሑ ፍልፍላት ይገልጹ። ነበር ልኡኽ ቀርኒ ኣፍሪካ ኣምባሳደር ቲቦ ናጊ ድማ ኣሜሪካ ኣብ ልዕሊ ኤርትራ ዘሎ ማዕቐብ እንተልዒላቶ ደሓር ክትጠዓስ ከም ዝኾነት ገሊጹ ኣሎ። ኣምባሳደር ቲቦር ናጊ ከም ምኽንያት ዘቐመጠ ድማ ናይ እስሪ ቤት ሃገር ዝኾነ ኤርትራ ፕሬዚዳንት ኢሳያስ ኣፈወርቂ ሃገሩ ኣብ ትሕቲ ካሜራ ኣሜሪካ ክትኣቱ ኣይፈቅድን እዩ ክብል ይገልጽ። ስለዚ ድማ ፕሬዚዳንት ኢሳያስ ኣፈወርቂ ኣብ ኤርትራ ዘሎ ኩነታት ግልፂ ክኸውን ስለዘይደሊ ድሌታት ኣሜሪካ ከምዘየማልኡን እቲ ርክብ ዕውት ከምዘይኸውንን ኣብ ኤክስ ገፁ ፅሒፉ ይርከብ። እዚ ከምዚ ኢለ እናሃለወ ኣርሚ ሰብዓ ኣብ ልዕሊ ሰራዊት ብልፅግናን ተለኣኣኽቱን መብረቓዊ ስርሒት ከምዘካየደ ተሓቢሩ። ብመሰረት እቲ ዝተረኸበ ሓበሬታ ብፍላይ እቲ የተከዘ ዘብ እናተብሃለ ዝፅዋዕ ሓይሊ ከቢድ ጉድኣት ከምዝበፅሖን ልዕሊ ሚእቲ ዝሞተን ዝቖሰለን እንትኸውን ክልተ ሚእቲ ዝኾኑ ድማ ከምዝተማረኹ ዝተረኸበ ሓበሬታ የረድእ። እቲ ኣብ ዶባት ሱዳን ከም ዝተኻየደ ዝተገለጸ ምጥቃዕቲ ብልጽግና ምስ ህጹጽ ደገፍ ወሃቢ ሓይሊ ሱዳን ዝራኸበሉ ዝነበረ መስመር ንምዕጻው ዝተኻየደ ኦፕሬሽን ከም ዝኾነ ተፈሊጡ ኣሎ። ብልጽግናን ሰራዊቱን ሓይሊ ኣየሩን ድሉው ከም ዝኾነን ካብ ትግራይ ክኽፈት ንዝኽእል መጥቃዕቲ ንምምካት ካብ ዝኾነ ይኹን ግዜ ንላዕሊ ኣብ ዘተኣማምን ኩነታት ከም ዝርከብን ጀነራል ኣበባው ገሊጹ ኣሎ። ጀነራል ኣበባው ታደሰ ምክትል ኢታማጆር ሹም ምክልኻል ሃገር ኢትዮጵያ እንትኸውን ኣብ ልዕሊ ትግራይ መፈራርሒ መግለፂ ዝሃበ ኣብ ምዕራብ ትግራይ ብፍላይ ናብ ግንባር ተከዘ ኣምሪሑ ኣብቲ ግንባር ዘሎ ሰራዊት ኸይዱ ምስ ኣተባብዐን ዝተሰርሖ ድፍዓት ምስ ተዓዘበን ከም ዝኾነ እውን ተፈሊጡ ኣሎ። ጀነራል ኣበባው ታደሰ ምስ ኣመራርሓ ምዕራብ እዝ ኣብ ዝገበሮ ዘተ ሰራዊት ትግራይ ኣብ ዝቐረባ መዓልትታት መጥቃዕቲ ከም ዝጅምር ብምግላፅ ሰራዊት ድሉው ኮይኑ ትእዛዝ ንክፅበ ከምዝኣዘዘ ዝተረኸበ ሓበሬታ የረድእ። ሕጂ ዝተረኸበ ሓበሬታ ከምዝሕብሮ ድማ ሓይሊ ፀረ ድሮን ትግራይ መጥቃዕቲ ከምዝጀመረ ተፈሊጡ። ፍልፍላት ከምዝሓበርዎ ኣብ ዓበይቲ ከተማታት ትግራይ ፀረ ድሮን ከምዝተተኸለን ኦፕሬተራት ፀረ ድሮን ኣብ ልዕሊ ሓለዋ ከምዘለውን ዝገለፀ ፍልፍላትና እቲ መጀመርያ ዝተብሃለሉ ስጉምቲ ከምዝተወሰደ ተሓቢሩ። እቲ ኣብ ክሊ ኣየር መቐለ ንዝነበራ ድሮናት ብልፅግና ዝተተኮሰ ፀረ ድሮን ትግራይ ንምድንጋፅ ዝተተኮሰ ይኹን ወይ ድማ ድሮናት ብልፅግና ንምሕምሻሽ ዝተተኮሰ ዛጊድ ዝርዝር ሓበሬታ እኳ እንተዘይሃለወ ኣብ ኤሪድ ናብ ክሊ ሰማይ መቐለ ናይ መጀመርያ ፀረ ድሮን ከም ዝተተኮሰ ዝተረኸበ ሓበሬታ የረድእ። እዚ ከምዚ ኢሉ እናሃለወ ኣሜሪካ ኣብ ልዕሊ ኢራን መጥቃዕቲ ከም ዝወሰደት ተሓቢሩ። ኣሜሪካ ናብ መጻበቦ ሆርሙዝ ትጓዓዝ ኣብ ልዕሊ ዝነበረት ነዳዲ ዝጸዓነት መርከብ ኢራንን ኣብ ጥቓ ውድብ ሕቡራት ዓረብ ኢሚሬት ዝነበረት መርከብ ኢራን መጥቃዕቲ ከም ዝፈጸመት ተሓቢሩ። ካብዚ ብተወሳኺ ኣሜሪካ ናይ ኣየር ደብዳባ እውን ዘካየደት እንትትኸውን ናይ ኢራን ሓይለ ብወገኑ ኣብ ልዕሊ ሰለስተ መራኽብ ኣሜሪካ ስጉምቲ ከም ዝወሰደ እንዳተፀብፀበ ይርከብ። ካብዚ ብትውሳኺ ኣብ ዋና ከተማ ኢራን ሓዊሱ ኣብ ካልኦት ግዝኣታት ኢራን ልዑል ድምፂ ዘለዎ ፍንዳታታት ይስማዕ ከም ዘሎ እንዳተፀብፀበ ይርከብ። እምበኣርከስ ክቡራት ተኸታተልትና ዜናታት እዚ ዕለት እዚኦም ይመስሉ ነይሮም። ኣብ ጉዳይ ትግራይ፣ ኤርትራን ኢትዮጵያን ከምኡ እውን ህልወይ ምዕባለታት ቀርኒ ኣፍሪካ ብዝምልከት ትኩስ ምዕባለታት ንኸበፅሐኩም ሓደሽቲ ዝኾንኩም ሳብስክራይብ ምግባር ኣይትረስዑ፣ ሼር ላይክ ብምግባር እውን ከተተባብዕና ብኸብረ ንዕድም። ሓድሽ ዜና እንተልቀቕ ኖቲፊኬሽን ንኸበፅሐኩም እውን እታ ናይ ደወል ምልክት ክሊክ ምግባር ኣይትረስዑ። ሰላም